ኣብ መወዳእታ ከኣ ክልቲኤን ክንርእየን ኢና እታ ሓንቲ ከምዚ ትርእያ ዘለኽን the orange one ገለ ዓይነት ገለ ዓይነት ኮይና እታ ናይ ጸባ ከኣ ከምዚኣ ማለት እዩ ክልቲኤን ወላ ሓንቲ ጀመርቲ ዋላ መጀመርታና ዝኾንና ክንሰርሖ ንኽእል ኢና ስፖንጅ እዩ ዝኸውን ከም ትርእየ ዘለኽን ቀሊል ብቐሊል መገዲ ከርእየክን እየ ሰላም መርሓባ ከመይ ቀኒኹም ክቡራተይ ኣነ እግዚኣብሔር ይመስገን ብጣዕሚ ፅቡቅ ቀኒ ሃፒ ሃፒ ሃፒ ዊክ ደይስ ሃፒ ማንደይ ጋይስ ከመይ ሓሊፉ ዊኬንድ ንሕና መርዓታት የሕሊፍና ክልተ መርዓ ኣሕሊፍና መፂና ኣለና ቁነና ቀኒልና ክነርእየኪና ሕጂ ግን ናብ ጉዳይና ክንኣቱ ኢና ሶ ክቡራተይ ሕጂ ክልተ ዓይነት ኬክ ክንሰርሕ ኢና ሓንቲ ብኣራንሺ ጽሟቅ ጌርና ሓንቲ ከኣ ብጸባ ጌርና ሕጂ እዛ መጀመርታ እዛ ናይ ጸባ ከርእየክን እየ ከምቲ ትርእዮ ዘለኽን ኣብዚ ዓሳሪት እየ እዚኣ ናይ ጁሰር እያ ሽሕን ሓሙሽተ ሚእትን ዋት እያ ጽቡቃ ትጠሓሕነለይ ከም እሳት ማለት እዩ ሶ ኣብኣ ኣርባዕተ እንቋቑሖ ሰቢረ የእትየ ደን ሽዕኡ ሽኮር ከም ስረኣኽኖ ሰለስተ ርብዒ ብሓንቲ ዓይነት ኩባያ ናይ ሻሂ እየ ዝጥቀም ዘለኹ ምእንቲ ቀሊል በቱ ገዛና ደሎ ክንዕቅኖ ከምቲ ዝረኣኽናኣ ዘይቲ ውን ከምኡ the same size ምስቲ ሽኮር ሰለስተ ርብዒ ወይ ከኣኒ ርብዒ ጎደል ንኹባያ ከኣ የእቲና ሕጂ ተደሊና እቲ ዘይቲ ጸኒሕና ክንእትዎ ንህልና ዋላ ሓንቲ ካልኩሌሽን የብሉን ከም ዘዘላታ ጌርክን ድሕሪ ሰሪሕክና ከኣ ጽቡቅ እዩ ዝኾነልክን ማለት እዩ ሽዑ ብሓንሳብ ጌርክን ህርም ተብሎ ጽቡቅ ጌርክን ማለት እዩ ከምዚ እቲ ሕብሩ ብጫ ዝነበረስ ናብ ከምዚ ጽዕዱ ዝበለ ገጹ ክሳብ ዝኸይድ ትሃርሞ። ሕጂ እዚ ሎማዓንቲ ንሰርሖ ዘለና ኬክ እንተደሊና ሒዝናዮ መብጽሒ ክንጥቀመሉ ንኽእል ኢና። ዝኾነ ዓይነት ምብጻሕ ሓራስ ይኹን ገለ ይኹን ክንበጽሐሉ ንኽእል ኢና። እንተደለና ከዓ ንዓና ኣብ ገዛና ሻሂ ጌርና ከዓ ጥዑም እዩ ኣይባላሾን እዩ ከዓ ኣብ ኦቨን ቀስ ኢሉ ስለ ዝበስል ከኣ ክሳብ ሰሙን ልዕሊኡን ክጸንሕ እኽእል እዩ ኣብ ፍርጅ ከይእተናዮ ማለት እዩ ግዳስ እንታይ ክገብር ክጸንሕ ከ ክሳብ ሰሙን ሽዑ ንሽዑ ኢኻ ጥዋዕዋዕ ኣቢልካ ትውድኦ ምቁር ስለ ዝኾነ እምበር ብዝኾነ ከም ዝረኣኽንኦ ሃሪመ ምስ ወዳእኹ ከዓ ሓደ ኩባያ ጸባ ገይረ ማለት እዩ ጸባ ሕጂ በቲ ኣብ ምልእቲ ንገብራ ማለት ኢና እቲ ሰለስተ ርብዒ ገይርና ምሽዶ ሓንቲ ከዓ እዚ እንታይ ድበሃል ከኣ የእቴ እዚ ቫኒልያ ስኮር ጨው ከኣ ከም ዝረኣኹኖ ብዓቐኒ ብኢደይ ገይረ የእቴ ጨው ግድን ኢና ንገብሮ እቲ ሽኮር ጥራሕ ተኾይኑ ጥዑም ኣይመጽእን እዩ እንታይ ድበሃል እዩ ባላንስ እዩ ዘምጽኦ ነቲ መቐረት ብድሕሪኡ ለሚን ፋሕፊሐሉ ኣነ ናይ ለሚን መቐረት ክህልዎ ስለ ዝደለኹ እቲኣ ብጸባ እያ ኣክቹሊ ግን እቲ ለሚን ጥዑም ዝኾነ መቐረት ይህቦ እዩ So ፋሕፍሕሉ ማለት እዩ ሓንቲ ለሚንሲ ኩላ ህማ ናይ ወዲ ኣኽዋን ንእሽተይ ለሚና ፋሕፊሐያ ደን ሽዑ ብሓንሳብ ጌርና ከዓ ጡብ ጌርና ህርም ነብሎ ክንሃርሞ ከለና ከዓ እቲ መጀመርታ ካብ ሓደ ደቂቕ ክሳብ ክልተ ደቂቕ ዝኸውን ሃሪምናዮ እታ ናይ መጀመርታ ሕጂ እዚ ግን እዚ ጸባ ግን ሓደ ደቂቕ እንድሕር ሃሪምናዮ ይኣኽሎ እዩ ምክንያቱ ኣጸቢቐ እየ ክሳይ ዝገብሮ ዘለኹ ዳርጋ ቁፅሪ ሸሞንተ ገለ ገይረ ሕጂ እቲ ምብርታዕ ናይቲ ማሽን ከኣ ወሳኒ እዩ ማለት እዩ። እንደገና ኣብዚ ክንፈልጦ ዘለና ሎማዓንቲ ዲብ ክነግረክን ጽቡቅ ጌርክን ምእንቲ ከምታ ናተይ ጌርክን ክተምጽኣኣ እቲ እንቋቆሖ ይኹን እቲ ጸባ ይኹን ሩም ቶምብሬቸር ኢና ክንጥቀም ዘለና ኣብ ኖርማል ሙቐት ዝጸንሐ ሙቐት ዘይኮነስ ላይክ ኣብ ኖርማል ተቐሚጡ ዝጸንሐ ካብ ፍርጅ ኣውጺእናሲ ሩም ቶምፕሬቸር ከም ዝህልዎ ክንገብሮ ኣለና እቲ እንቋቆሖ ይኹን እቲ ጸባ ይኹን ደን ሽዕኡ ንጥቀመሉ። ከምኡ ድሕር ጌርናዮ ኣይወድቀናን እዩ እቲ ኬክ ኣብ መወዳእታ ሽዑ እሱ ሃሪምና ምስ ወዳእና ሕጂ ተሪፍና ዘሎ ቤኪንግ ፓውደር ፕላስ ከዓ ሕሩጭ እዩ ሰው ሕሩጭ ፊኖ እየ ተጠቂመ እዚ ፊኖ ከዓኒ ክንደይ ማለት እዩ ሰለስተ በታ ዝረኣኽና ኩባያ ዝዓቀንኩላ ናይ ሻሂ ሰለስተ ኩባያ እዩ ማለት እዩ ወይ ከዓ እዚ መዐቀኒ ናይ ክሳይ ከዓ ክንጥቀም ንኽእል ኢና ማለት እዩ ናይ ክሽነ መዐቀኒ ሰለስተ ኩባያ እንደገና ቁሩብ ኔረ ንኣዳርጋ ርብዒ ገለ ዝኾና በብቁሩብ ጌረ የእተየን ኣይመልኣን እየን ከማን ርብዒ ኩባያ ነዘን ኣስቤዛ እዚኤንሲ ብጣዕሚ ጽብቕቲ ምልእ ኢላ እያ ትወጸልና ማለት እዩ ሕጂ ኣብዚ ክንፈልጦ ዘለና ዓቐን ዓቢ ተኮይኑ እቲ መስርሒና ካብ ብዙሕ ኣስቤዛ ሓተና ንውስኸሉ ማለት እዩ እዚኣ ሕጂ ኣነ በዛ ናተይ ሳይዝ ናይ መስርሒ ኬክ ዘርእየክን ዘለኹ እምበር ኣይንውስኽን ኣይነጉድልን ማለት ኣይኮነን። እንድሕሪ እቲ መስርሕ ሒዝናዮ ንእሽተይ ተኾይኑ እቲ መስርሕና ንቕንሰሉ ስቤዛ ዓቢ ተኾይኑ ኸኣ ንውስኸሉ ኢዚ ፒዚ ሕጂ ኸኣ በቃ ሃራሪምና ወዲእና ኢና ጋይስ ሕጂ እዚኣ ተቐዳመይቲ ኬክና እያ ዘይትለኽይና እንታይ እዩ ዝበሃል ጌርና ከዓኒ እዚ ሕሩጭ ከዓ ንስንስ ኣቢለ ማለት እዩ እቲ ዘይቲ ከነ ብዙሕ የብልና እንድሕር በዚሑ የውድቖ እዩ ነቲ ኬክ ኣብቲ ባዴላ ንገብሮ ብዙሕ እንድሕር ጌርናዮ ክስታይ ይገብሮ ከምዚ ሓፍ ኢሉ ብደንቢ ንኸይወፅእ ይገብሮ እዩ ማለት እዩ ኣብኡ እቲ ኬክ ኣወሃሂድናዮ ዘይቲ እኹል እዩ ጥራሕ ንመልክዕ ኢና ንገብሮ ልብዚ ማለት እየ። then ሽዑኡ ከምዚኣ ጌረ ከኣ ዘቢብ ጌረ ኣማላኪዐያ actually እዚኣ ንሓወይ ድሰራሕክዋ እያ ኔራ ብሓንሳብ ክልተ ሰሪሐ ሓንቲ ንዓና ሓንቲ ከኣ ንዕኡ so ከምዚኣ ጌረ ከኣኒ ኣመላኻኽዕ ኣመላኻኽዕ ኣቢለያ ከምዚ ናይ መብጽሕ ዓይነት ኣምሲለያ then ሽዑኡ እታ ካልኣይቲ ከኣ ክንሰርሓ ኢና ልክዕ ከምኣ ከኣኒ እንቃቑሖ ክንሰብር ኢና ኣብዚኣ the same size ኢና ክንሰርሕ ኣርባዕተ ሽኮር ከምኡ ሰለስተ ርብዒ ተጠቂምና ከምኡ ከዓ ንዕኡ ብሓንሳብ ጌርና ክንሃርሞ ኢና ደንሽዑ ዘይቲ ከዓ ከምኡ ማለት እዩ ሰለስተ ርብዒ ክንገብረሉ ኢና ሕጂ ኣብዚ እቲ እንቋዖን እቲ እቲ ሽኮርን መጀመርታ ፅቡ ገይረ ህርም ከብለ ብክልቲኡ መገዲ ካባይ ክንስለ ዝደለኹ ኣብቲ ምሽ ብሓንሳእ ጌርና ሃሪምናዮ ኔርና ኣብዚ ከኣ በይኑ ጌርና እቲ እንቋቑሖን ሽኮርን ክንሃርሞ ከም ንኽእል ከኣ ከርእየክን እየ እቲ ኣሰራርሓ ኢና ንርእዮ ሕጂ ንኣብነት ሃንድ ሚክሰር ተኾይኑ ክሳብ ክንድቲ ስለ ዘይኮነ ትኽስታዩ ከይነጥረና እውን ስለ ስለ ንገብሮ በብ ተራ ኢና ንሃርሞ በብ ሪጉ እንተ ደኣ ከምዚ ኮይኑ ግን ከም ዝረኣኹም ኣብታ ቀዳመይቲ እውን ሕውስ ኢልና ክንሃርሞ ንኽእል ኢና ሃንድ ሚክሰር ተኾይኑ ግን ከምዛ ትርእያ ዘለኽን እቲ ሽኮር ፕላስ ቃንቃ ውሓ ኬርና መጀመርታ ጻዕዳ ከምዚ ክሬም ነገር ስካብ ዝኸውን ንሃርሞ እንጂ ከም ትርእዩ ዘለኽን ከዓ ኣራንሽ ኣራንሽ ገይረሉ እንታይ ዝበሃል ሓደ ኩባያ ምልእትን ቁሩብ ተሪፈናንን ነይረን ጌረሉ ማለት እየ ሽዑ ብድሕሪኡ ከዓ ዘይትኻ ከምቲ ትሪኦ ዘለኻን ከዓ ምስኡ ጌረ ክሃርሞ እየ ከምዚኣ ጌርና እውን ክንሰርሓ ንኽእል ኢና ማለት እዩ እዚኣ ሕጂ ናይ ኣራንሺ ጣዕሚ እዩ ክህልዋ ጸባ ገለ ኣይገብረላን እየ ኦማይ ጋድ እዚኣ ንኣና ዝሰራሕኽዋያ ነይራ ብጣዕሚ ፈትዮሞ ደቀይ ጸባ እንደ ዝበዝሕ ግዜ ዝገብረሎም ዋላ ኦሬንጅ ኬክ ካሮት ኬክ ገለ ሰሪሐ ግን ኦሬንጅ ኬክ ተኮይና ከዓ በቃ ብጣዕሚ ከምዚ ክሳይ እንዲ ዝኸውን ከምቲ ስፖንጅ ከሎ ስኒ ልክዕ ከምቲ ናይ ጸባ ይከውንን እዩ። ቁሩብ ክስታይ ይኸውን እዩ። ቁሩብሲ ከምዚ ፍርትት ዝበለ ነገር እዩ ዝኸውን። ገዛ ንምርስሑ ማለት እዩ። እዛ ኩላ ገዛ እንዳርስሑ ከዓ ጡዓው ዓቢሎማ ማለት እዩ። ደን ሽዑ ብሓንሳብ ጌርና ህርም ኣቢልና ከዓ ከምታ ቀዳመይቲ ልክዕ ሕሩጭና ሳይዝ ንእቱ ማለት እዩ። ደሴም ሳይዝ ስለ ዝተጠቐምና እቲ ኣስቤዛ ደሴም ሳይዝ ከዓ ንሕሩጭ ከዓ ተጠቂምና ኣብዚ ሰለስተ ኩባያ እንቁብቴ ከኣ ናብ ርብዒ ኩባያ ዝኸደ ማለት እዩ። ደሓን እሱ ሕጂ ብሓንሳእ ኣይኮንክን ተእትዎ ቀስ ጌርክን እቲ ሕሩጭ ማይ ድጻወር ኣሎ ደይጻወር ኣሎ ዘእቱን ደይእቱን ኣሎ ሶ እቲ ሕሩጭ ብሓንሳብ ደይኮነ ስቴፕ ባይ ስቴፕ እንዳገበርክን ከምዚኣ ጌርክን ሃሪምክን ከኣ ብሓንሳእ ጌርክን ተእትወን ከምዚኣ ጌርና ሽዑ ኣብ ክንደይ ነእትዋ ዲግሪ ኣብ ሰለስተ ሚእትን ሓምሳን ጌርና ምሽ ንርስና ልክዕ እቲ ኬክና ምስ እተናዮ ሽዑ ብሰለስተ ሚእትን ሓምሳን ረሲና ኣላ ምስ እተናዮ ንቕንሶ ማለት እዩ ክልተ ሚእትን ሓምሳን ንገብሮ ዳሓራይ ኣጸቢቑ ሓፍ ምስ በለ ከዓ እንታይ ገብሮ ሚእትን ሰማንያን ትገብሮ እንድሕር ጽቡቕ ክወጸልክ እንደልያ ኦቨን ግን ጠቕላላ ጠቕላላ ጠቕላላ ማለት እዩ ክትከፍታ የብልክን እንድሕር ክፍት ዕጽው ርእይ ክፍት ዕጽው ርእይ ተብልኦ ተኮይንክን በቃ በጥ እዩ ዝብል ይወድቅ ማለት እዩ እቲ ኬክ ወይ ከኣኒ ስቅ ኢሉ ጸኒሑ ድሓር ምስ ኣውጻእክንኦ ስለ ንፋስ ደእተክናሉ ምስ ኣውጻእክንኦ ጥዑይ ክመስል ጸኒሑ ውድቅ እብለክን ቅድም ንዓይ ከምኡ ኮነኒ ነይሩ እዩ ክለማመድ ከለኹ ሶ ያ ከምዚኣ ጌርክን ብመጀመርታ ብሰለሰን ሓምሳን ተርስና ኢለክን ሽዑኡ ክልተ ሚእትን ሓምሳን ጌርክን ሓፍ ምስ በለ ናብ ቁርብ ናብ ከምእቲ ቢሖኦስ ክሳኹን ክብል ምስ ጀመረ ናብ ምንቃጹ ክብለክንሲ ቢሖኦ ዝነበረስ ቁርብ ስቲ ክብሎ ምስ ጀመረ ካብ ሚእትን ሰማንያን ትገብራ እታ ኦቨን ግን ከይትኸፍታ ነጊረክን ኣለኹ ኣነ ኣነ ነጊረ ኣለኹ ከምዚ ዓይነት ስፖንጅ ጌካ ሰሪሕና ማለት እዩ ገለ ዓይነት ገለ ዓይነት ገለ ዓይነት ንቐደም ንቐደም ንቐደም ጥውዓውዕ ኣብሎ ቡንክን ጌርክን ዲኽን ዋላ ሻይኽን ጌርክን በቃ ከምዚ በቃ ምክታይ ድበሃል ከማኒ እቲ እቲ እቲ ናይ ፀባ ክሰይ ዝኸውን ከምቲ ትሪኦ ደለኹም ሪኢኽና ስፖንጅ በቃ ምሓፍ ፍሩግ ኢሉ ድኸውን እቲ ናይ ኦሬንጅ ከዓ ቁሩብ ፍርፍር ድበለ ፅቡቅ ኸውን ኣነ ሕጂ ፍርፍር ድበለ ሞር ደስ ይብለኒ ሶ ከምዚኣ ትሪኣ ዘለኹም ኮይና ማለት እዩ እታ ናይ ኦሬንጅ ሲ ከምዚ ናይ ፆም ዓይነት ኬክ እያ ትኸውን ፍርፍር ድበለት ከምዚኣ ኮይና ከዓኒ በቃ ወዲእና ጋይስ እዚኣ ሓንቲ ከዓ እታ ናይ ሓወይ ከዓ ዓሻሽገ ማለት እዩ ከምዚኣ ገይረና መብፅሒ ኣዳልየያ ምስ ጥዕምቲ ስጎ ገይረ ያሚ ያሚ ያሚ